ጌታ ኢየሱስ ክርስቶስ ሕያው እዩ ኣምላኽ እግዚኣብሔር ኣምላኽ ሆይ ብጌታ በኢየሱስ ክርስቶስ ስም ነመስግነካ ኣለና እግዚኣብሔር ኣቦ ነእምሮናን ንሓሳባትናን ድማ ብቃልካ ክትሃንጾ እግዚኣብሔር ኣቦ በኢየሱስ ክርስቶስ ንሰምዖ ቃል ድማ እግዚኣብሔር ኣምላኽ ሆይ ኣብ መንፈሳዊን ኣብ ናብራናን ኩሉ እግዚኣብሔር ኣምላኽ ሆይ ከምቲ ቃልካ ዝሎ ክፈሪ ብጌታ በኢየሱስ ክርስቶስ ስም ንጽሊ ኣለና መንፈስካ ጌታ በኢየሱስ ክርስቶስ መሃሪ እሞ ኣቦ ነመስግነካ ኣለና ብጎይታ በየሱስ ክርስቶስ ስም ኣሜን ኣሜን። ሎሚ ሓደ ቃል ኣምላክ ካብ ቃል ኣምላክ ክንርኢ ኢና። እግዚኣብሔር ኣምላክ ይባረክ። ክብሪ ንእግዚኣብሔር ይኹን። ኣምላክና ይመስገን። ሓደ ረዚን ዝኾነ ኣብ መጽሓፍ ቅዱስ ዘሎ ቃል ክንርኢ ኢና። እንታይ ዝብል እዩ? ትሕትና ዝብል እዩ። እዚ ትሕትና ዝብል ቃል ኣዝዩ ረዚንን ክብሪ ንእግዚኣብሔር ይኹን ኣምላኽና ይመስገን ዓብን እዩ ትሕትና ዝብል ቃል እዩ ኣብ መጽሓፍ ቅዱስ ብሕጽር ዝበለ ክንሪኦ ከለና ትሕትና እንታይ እዩ ክንብል ከለና ትሕትና ማለት ናይ ሓደ ኣማኒ መንፈሳዊ ብልጽግና እዩ ሓደ ሰብ ብትሕትና እንድሕር ዝነብር ኣሎ ኣብ ብልጽግና ይነበር ብልጽግና እንታይ ማለት እዩ ኩሉ ነገር ይፈልጦ ማለት እዩ ኣብ ብልጽግና ትነብር እንተኾንካ ብልጽግና እንታይ ማለት እዩ ኩሉ ነገር ይሰልጠካ መዓስ ይሰልጠካ ሓደ ሰብ ኣብ ትሕትና ዝነብር እንተደኣ ኮይኑ፣ እዚ ቃል እዚ ክንሪኦ ኢና ሓቢርና። እግዚኣብሔር ኣምላኽ ይባረኽ። ትሕትና ብቃል ኣምላኽ እንታይ ማለት እዩ? እግዚኣብሔር ይመስገን። ክብሪ ንእግዚኣብሔር ኣምላኽ። ቅድሚ ኣብቲ ቃል ቅድሚ ምኻድና ሲ እዞም ሰለስተ ነገራት ክንሓትት ሲ ናይ ግድን እዩ። ነዞም ሰለስተ ትሕትና ዝብል ነገራት ቅድሚ ንርኣይና ሲ ነዞም ሰለስተ ነገራት ክንርኢ ከለና ካብቶም ኣዝዮም በዳህቲ ሓደ ነቶም ሰዓብቲ ናይ ጌታ ኢየሱስ ክርስቶስ ስእነት ትሕትና ኣዝዩ ጎሊሑ ዝረኣ ጉዳይ እዩ። ነቶም ናይ ጌታ ናይ ኢየሱስ ክርስቶስ ሰዓብቲ ኣዝዩ በዳሂ፣ challenge፣ ዝገብሮም ዘሎ ስእነት እንታይ እዩ? ስእነት ትሕትና። እዚ ኣብዚ ዘለናዮ ዘመን ናይ ስእነት ትሕትና ብዘይምህላው እኳ ስእነት ናይ ትሕትና ሕጽረት ናይ ትሕትና እዚ ኣዝዩ ገዚፍ ነቶም ናይ ጌታ ናይ የሱስ ክርስቶስ ዝኣምኑ ሰባት ኣዝዩ ፈታኒ እዩ። ትሕትና ዘይምህላው እኳ ኣብዚ ንነብር ዘለና ብኻልኣይ ደረጃ ክንሪኦ ከለና ምናልባት እውን ብሰንኪ ስእነት ትሕትና እቲ እምነት ተስፋን ዝገበርናዮ ናይ ህይወት ኣኽሊል ኣብ ጸገማት ክወድቕ ተኽእሎታት ኣሎ። ብሰንኪ ትሕትና ዘይምህላውና እቲ ናይ ዘለኣለም ናይ ጌታ ናይ የሱስ ክርስቶስ ናይ ዘላለም ህይወት ተስፋ ዝገበርናዮ ብሰንኪ ትሕትና ክንስእኖ ንኽእል ኢና። ትሕትና ክንዲ ምንታይ ከቢድ ምዃኑ ኣብ መጽሓፍ ቅዱስ ክንሪኦ ከለና፣ ስለዚ ትሕትና ብዘይምህላው እኳ ነገራት ኩሉ ትስእን ምዃንካ ትሕትና ከም ዘይብልካ ብሳልሳይ ደረጃ ክንሪኦ ከለና ኣብ ዘመና ብሰንኪ ስእነት ትሕትና ናይ ትሕትና ሕፅረት ወይ ድማ ናይ ትሕትና ዘይምርዳእ ሰዓብቲ ናይ ጌታና ኢየሱስ ክርስቶስ ኣብ ኣብ ጽዑቕ መንፈሳዊ ጉስቁልናን ኣብ መንፈሳዊ ቅልውላው ክመላለሱ ምርኣይ ነባራዊ ጉዳይ እዩ። ሳዕሲ ናይ ጌታና ኢየሱስ ክርስቶስ ኣመንቲ ብሰንኪ ትሕትና ምስኣን ኣብ ከቢድ ጉስቁልና ኣብ ከቢድ ቅልውላው ንኽነብሩ ኣብዚ ዘመንዚ ሓደ ባህርያዊ ነገር ኮይኑ ዘውትር ንርኤ ኢና። ትሕትና ክንድምንታይ ኣብ ቃል ኣምላኽ ከቢድ ምዃኑ ንርእዮ። እግዚኣብሔር ይመስገን ጎይታ ይበስገን እቲ እንኮ ኣብነታዊ ናይ ትሕትና መምህር ክኾነና ዝኽእል ጌታ የሱስ ክርስቶስ እዩ ዝመሬት ናይ ትሕትና መምህር ናይ ትሕትና መምህር ክኸውን ዝኽእል ሓደ እንኮ ኣብነትና መን እዩ ጌታ የሱስ ክርስቶስ ጥራይ እዩ ካብ የሱስ ክርስቶስ ኢና ትሕትና እንታይ ምዃኑ ብምሉእ ሚእቲ ፐርሰንት ክንመሃር እንተ ደኣ ዄንና ናይ ጌታ ናይ የሱስ ክርስቶስ ትሕትና እዩ። ኣብ መጽሓፍ ቅዱስ ክንርእዮ ከሎና ኣብ ማቴዎስ ዓሰርተ ሓደ ዕስራን ትሽዓተን ሰላሳ ክንርእዮ ኮና ኣነ ለዋህ እየ ልበይ እውን እንታይ ኢሉ ልበይ እውን ትሑት ኢልና ምክንያቱ ትሕትና ማለት ጉዳይ ናይ ልቢ እዩ። ጉዳይ የሱስ ክርስቶስ ኣብ ልበይ ኣነ እንታይ እየ ትሑት እየ ኢሉ ኣርዑተይ ፈኲሱ ጾረይ እውን ቀሊል እዩ እሞ ኣርዑተይ ጽሩ ካባይ እውን ተምሃሩ ንነፍስኹም ከዓ ዕርፍቲ ክትረኽቡ ኢኹም ትሕትና ምስ ዝህልወካ ጥራይ ኢኻ ዕርፍቲ ትረክብ ስለዚ ከምቲ ኣነ ብልበይ ትሑት ዝኾንኩ ትሑታት ምስ ትኾኑ ዕርፍቲ ትረኽቡ የሱስ ክርስቶስ እዩ ጾርኩም ድማ ጾረይ ድማ ቀሊል ኢሉ ጾሩ ስለዚ ትሕትና እቲ ዝዓበየ ናይ ጌታ ናይ የሱስ ክርስቶስ ኣብነት እዩ። የሱስ ክርስቶስ ብኣብነት ክንጽውዕ እንድሕር ኮይና ብዛዕባ ትሕንታ የሱስ ክርስቶስ እዩ እቲ ንጹር ኣብነትና። ስለዚ ልበይ እውን ኢሉ ትሑት እዩ። ትሕትና ስለዚ ናይ ልቢ ጉዳይ እዩ። ጎይታ ይባረኽ። እዚ እንተዝተውዒልና እንደገና ድማ ኣብ ቆላሳይ ሓደ ዓሰርተ ሓሙሽተን ዓሰርተ ሽዱሽተን ክንሪኦ ከለና እንታይ ንሱ መልክዕቲ ዘይረይ ኣምላኽ በኹሪ ኩሉ ፍጥረት እውን እዩ ኣብ ሰማይን ኣብ ምድርን ዘሎ ዝርእ ዘይረኤ ዙፋናት ኮን ወይሲ ጐይትነት ሕልቅነትን ወይ ስልጣናት ኩሉ ብእኡ ተፈጢሩ ኣሎ እሞ ኩሉ ብእኡን ንዕኡን እዩ ተፈረ ጐይታ ኢየሱስ ክርስቶስ ነዚ ኩሉ ነገር ዝወነነ ኩሉ ነገር ዝፈልጥ ኣዝዩ ግን ትሑት እዩ የሱስ ክርስቶስ ኣዝዩ ትሑት እዩ ስለዚ እንታይ ምስ ኣምላኽ ዝገብር ማዕረ እንዳሎ ኢየሱስ ክርስቶስ ሰላሳን ሰለስተን ዓመት ኣብ መሬት ክመላለስ ከሎ ግን ማዕረ የሱስ ክርስቶስ ትሕትና ናይ ልቢ ዝነበሮ ሕልፍ እንዳልና ክንሪኦ ኢና ትሕትና እንታይ ማለት ከም ድኹ ናይ ልቢ ጉዳይ እዩ ትሕትና ኣብ ልብኻ ትገብሮ እዩ ጎይታ ይባረክ ክብሪ ንእግዚኣብሔር ይኹን ኣምላኽና ይመስገን ዝገብረኩም ነገራት ኢየሱስ ክርስቶስ ክንሪኦ ከለና ኢየሱስ ክርስቶስ ናቱ ትሕትና ክንሪኦ ከለና ብምሉእ ከዲኸ ዝነብሮ ዝነበረ ዓይነት ናብራ ኣብ ናዝሬት ክሳብ ወዲ ጸራር ዕንጨይቲ ክሳብ ዝበሃልሲ ኢየሱስ ክርስቶስ ዝነብረሉ ዝነበረ ናብራ እንታይ ዓይነት ናብራ እዩ? ኣዝዩ ኣብ ለጠቕ ዝበሉ ሕብረተሰብ ዝነብር ዝነበረ እዩ። እንደገና ብካልኣይ ደረጃ ድማ ናይ ጌታ ናይ ኢየሱስ ክርስቶስ ኣገልግሎትን ሰለስተ ዓመትን ፈረቃን ክንሪኦ ኮልና ኣገልግሎት ናይ ኢየሱስ ክርስቶስ ኩሉ እንታይ እዩ? ብትሕትና ዝተመልአ ነይሩ። ናይ ጌታ ናይ ኢየሱስ ክርስቶስ ኣገልግሎት ከምዚ ናይ ሎሚ ንሪኦ ዘለና ዓይነት ኣገልግሎት ረኣየኒ ረኣየኒ ዘይኮነ ኢየሱስ ክርስቶስ ኣብ ኣገልግሎት ፍጹም ኣይረእን እዩ ኣዝዩ ብትሕትና ዝተመልአ ነይሩ ጎይታ ይባረክ ክብሪ ንእግዚኣብሔር ጌታ ኢየሱስ ክርስቶስ ነቶም ምስኡ ዘለዉ ነቶም ምስኡ ማሕበር ዘለዉ ነቶም ሃዋርያት ዓሰርተ ክልተ ምስኡ ዘለዉ ነቶም ሃዋርያት እውን ለጠቕ ኢሉ እጋሮም ክሳብ ምሕጻብ ኢየሱስ ክርስቶስ ክንዲ ዝኣክል ትሑት እዩ የሱስ ክርስቶስ ክንድዚ ዝኣክል ትሕትና ዘሎ እዩ። ነቶም ምስኡ ዘለዉ ካብኡ ንታሕቲ ዝኾኑ ሰባት ኣብ ትሕቲኦም ኣብ እጋሮም ወዲቑ እጋሮም ዝሓጽብ ዘገልግል እዚ ዓይነት ጎይታ እዩ ነይሩ። ትሕትና ናይ ጌታና ኢየሱስ ክርስቶስ ክንሪኦ ከለና ጎይታ ይባረኽ ኣብ የሱስ ክርስቶስ ብጣዕሚ ዘገርም ኣብ ደጊ የሱስ ክርስቶስ ሲ ኣብ ኣድጊ ተጽዒኑ ንየሩሳሌም ሆሳዕና ኢሉ ክዝምረሉ ከሎ ምክንያቱ ኣብቲ ዘመን ሲ ሓደ ሰብ ንጉስ ተኮይኑ ክቡር ተኮይኑ ሲ ኣብ ክቡር ነገር ኣብ ሰረገላ ነገር ኣብዚ ግዜ እንታይ ንሪኦ ሓደ ሰብ ናይ ቤተክርስትያን ኣገልገልቲ ኮይኑ እንታይ ዓይነት ነገር እንታይ ዓይነት መኪና ይጥቀም የሱስ ክርስቶስ ግን ኣብታ ፍጹም ዘይትሕሰብ ዝሓሰረት ኣድጊ ኮይኑ ካብቲ ሓሰረት ከመይ ዓይነት ሆሳኣና ንጉስ እንዳተባለ እናተዘመረሉ ኣብታ ለጠቕ ዝበለት እንስሳ ኮይኑ ግን ናብ የሩሳሌም ክኣቱ ከሎ ጌታ ኢየሱስ ክርስቶስ ክንድምንታይ ትሑት ከም ዝነበረ ትሪኦ። ኢየሱስ ክርስቶስ ክንድምንታይ እዩ ኣብ መስቀል ኣብ ቀራንዮ ስለና ምስለ ምድሓና ክስቀል ከሎ ኢየሱስ ክርስቶስ ዝተሰቕለሉ ወይ ድማ ኢየሱስ ክርስቶስን ኣብኡ ዝሞተሉ እንተርእናያ ምስቶም ዓመፀኛታት ኣዝዮም ካብ ሕብረተሰብ ንታሕቲ ኮይኖም ዘይግመቱ ዓመፀኛታት የሱስ ክርስቶስ ምስኦም ተሰሪዑ ዘገርም ዶ ይኮነ ናይ ጎይታ ናይ ጎይታ ነገርሲ ኣዝዩ ዘገርም ዶ ይኮነ ትሕትና ናይ ጌታ ናይ ኢየሱስ ክርስቶስ ኣዝዩ ዘገርም ዘገርም ነይሩ ክብሪ ንእግዚኣብሔር ይኹን ኣምላኽ ይመስገን ኣምላኽ ይመስገን ኣምላኽና ክብሪ ንእግዚኣብሔር ይኹን ብጣዕሚ ዝገርመኩም ነገር ኢየሱስ ክርስቶስ ብዘረበረው ትሕትና ጌታ ኢየሱስ ክርስቶስ ብዝነበረው ትሕትና ካብቶም ሃዋርያት፣ ሃዋርያት ማለትሲ ካብ ገሊላ ዝመጹ ፍጹም ዘይግመቱ፣ እቶም ጸላእቱ ከማን ንየሱስ ክርስቶስ ካብኦም ምፍላይ ክሳብ ዝስእኑ፣ ናይ የሱስ ክርስቶስ ትሕትና፣ ናይ ጌታና የሱስ ክርስቶስ ትሕትና ካብቶም ሃዋርያት ካብቶም ዓሰርተ ክልተ የሱስ ክርስቶስ መን ምዃኑ ምልላይ ስለ ዝሰኣኑ፣ ግዴታ ካብኦም ሰብ ንይሁዳ ዝጸውዕሉ ምኽንያት እንታይ እዩ? የሱስ ክርስቶስ ብፍጹም ተኣምር ምስቶም ሕብረተሰብ ምስቶም ዝነበሮም ምስቲ ህዝቢ ይመሳሰል ስለነበረ ንየሱስ ክርስቶስ ካብኦም ክትፈልዮ ኣይትኽእልን እያ ስለዚ ይሁዳ ዘድልየሉ ምክንያት እንታይ እዩ ክርስቶስ ካብቶም ሃዋርያሲ ክፍለ ይክእልኒ ኣየና ኢየሱስ ክርስቶስ ኣይትፈልጥን እያ ኣብዚ ሰዓታት እዚ ሰባት ሲ ኣብ ብንእሽተይ ደረጃ ወፂኦም ሲ ብብዙሕ ነገር እዮም ዝፍለዩ ብብዙሕ ዘብለጭልጭ ነገር ጌታ ኢየሱስ ክርስቶስ ግን እቶም ጸላእቱ ፈልዮም ንኽሕዝዎ ንኽኣስርዎ እውን ምፍላይ ክሳብ ዝስእን ብትሕትና ይነብር ነይሩ። ኣብ ማቴዎስ ዕስራን ሽዱሽተን ኣርባዓን ሸሞንተን ሓምሳ ክንሪኦ ከሎና ይሁዳ ኣቀንዲ ዘድልየሉ ምኽንያቱ የሱስ ክርስቶስ ምፍላይ ስለ ዝኣበዮም ንየሱስ ክርስቶስ እንታይ ይገብረሎም ክፈልየሎም ናይ ጌታ የሱስ ክርስቶስ ትሕትና ክሳብ ክንዲ ምንታይ ነይሩ ስለዚ ክነግረና ከልኦ እቲ ብጣዕሚ ዘገርም እኳ እዩ ናይ የሱስ ክርስቶስ ትሕትናሲ ካብቶም ሃዋርያሲ ምፍላይ ክሳብ ትስእንዎ እቶም ጸላእትሲ እቶም ክሕዝዎን ክኣስርዎን ክሰቕልዎን ዘለይ ሰባሲ ካብቲ ህዝቢ ንየሱስ ክርስቶስ ምፍላይ ስኢኖሞ ብፍጹም ምፍላይ ስለ ዝሰኣንዎ ናይ ግድን ካብኦም ሓደ ይሁዳ ስሒቦም ኣምጺኦም እቲ የሱስ ክርስቶስ ዝበሃል ምፍላይ ስለ ዝኣብየና ብፍጹም ክፈልይዎ ስለ ዘይበሉ እንታይ ግበረና ኢሎሞ ክፈልየላ የሱስ ክርስቶስ ጋብ ከም ዝትሑት ነይሩ ጸላእቱ ምልላይ ክሳብ ዝስእንዎ ኣብ ከምዚ ታሕት ደረጃ ወሪዱ። ስለዚ እንታይ ይሁዳ ዝተጸዋዓሉ ምክንያት ንየሱስ ክርስቶስ መን ምዃኑ ክፈልየሎም ኣይፍለን ስለ ዝነበረ የሱስ ክርስቶስ ኣዝዩ ትሑት እዩ ጎይታ እዚ ዘትሕዞ ከዓ እቲ ኣነ ዝስዕቦ ንሱ እዩ ሓዝዎ ኢሉ ምልክት ሃቦም ሪኢኻ ዶ ንየሱስ ክርስቶስ ምፍላይ ኣብዮምሲ እሱ እንታይ ገሮ ብኡ ናብ የሱስ ቀሪቡ ከመይ ኣምሲኻ መምህር ኢሉ ሰዓሞ ንየሱስ ክርስቶስ ስጋብ ክንዲዚ ነገር ክፈልይዎ ብዘለዎ ትሕትና ንክርስቶስ ንክፈልይዎ ካብቶም ሃዋርያት ኣዝዩ ኣጸጋሚ ኮይኑ እንታይ ዓይነት ትሑት እዩ ነይሩ ጎይታ ስ ኣሜዚንግ እንታይ ዓይነት ትሕትና እዩ ነይሩ ናይ ጌታ ናይ የሱስ ክርስቶስ ሎሚ ሓደ ሰብ ኣብ ዝኾነ ነገር ስልጣን ንእሽተይ ሂቡ ካብ ለጭጭን ገለን ከሎ ብርሑቕ ኢኻ ትሪኦ ጌታ ኢየሱስ ክርስቶስ ግን እዚ ኩሉ ድንቅን ተኣምርን ዝገረ ካብቶም ምስኡ ዘለዎ ሃዋርያት ካብቶም ገሊላ ካብቶም ማለት እቶም ገሊላውያንስ ማርጅናላውያን እዮም ዝተናዕቁ ሰባት እዮም ካብኦምስ ምፍላይ ከትስኖ ስለዚ ሃዋርያት ገንዘብ ከፊሎም ይሁዳ ኣምፅኦም ኣየና ይስከፍለየልና ኢሎም ምፍላይ ስጋብ ዝኣቢ ትሕትና ናይ ጌታ ናይ ኢየሱስ ክርስቶስ ተመሳሲሉ በቃ ምስቶም ድኻታት ንዖም መሲሉ ጎይታ ይባረክ ክብሪ ንእግዚኣብሔር ይኩን ኣምላክና ይመስገን ክብሪ ስለዚ እንታይ ትሕቶ እዚ እዚ ስለዚ ትሕትና እንታይ ማለት እዩ ንዝብሎ ሕቶ ስለዚ ትሕትና እንታይ ማለት እዩ ብመጽሓፍ ቅዱስ እዚና ሕጂ መልሲ ክንምልስ እዚ ኩሉ ንዛረብ ጸኒሕና ንየሱስ ክርስቶስ ንርኢ ዛኒናሲ ትሕትና እንታይ ማለት እዩ ብቃል ኣምላኽ ኢና ንዘላ መጽሓፍ ቅዱስ ማለት እዩ። ብመጽሓፍ ቅዱስ ትሕትና እንታይ ማለት እንተርእናያስ ትሕትና ማለት ብቁኑዕ ልቦና ብውሽጣዊ መንነትካ ብዛዕባ ውልቃዊ ህይወትካ መን ምዃንካ ኣነጺርካ እትርእየሉን እትርድኣሉን ፍሉይ ባህርያት ናይ ወዲ ሰብ እዩ። ኣይሓደም ትሕትና ንሪኦ ኣለና ሞ ጎይታ ይባረኽ ትሕትና ብቕኑዕ ልቦና ብውሽጣዊ መንነትካ ብዛዕባ ውልቃዊ ህይወትካ መን ምዃንካ ኣነፂርካ እትርእየሉን እትርድኣሉን ፍሉይ ባህርያት ናይ ወዲ ሰብ እዩ ብውሽጣዊ መንነትካ ብልብኻ መን ምዃንካ ቐኒዕኻ ኣምላኽ ከምዚኦም ዝኣመሰሉ ሰባት ይደሊ እግዚኣብሔር ኣምላኽ ምስ ከምዚኦም ዓይነት ሰባት ብትኽክል ነብሶም ርእዮም ልቦም መርሚሮም መን ምዃኖም ፈሊጦም ክቐርቡ ከሎ ኣምላኽ ድማ ከምዚኦም ዓይነት ኣብ ሕብረተሰብና ኣብ ቤተ ክርስቲያንና ንደልዮም ኣለና ሕጂ እዚኦም ዓይነት ሰባት ብውሽጣዊ መንነቶም ምስ ነብሶም ዝተዓረቑ ምስ ነብሶም ዕርቂ ዝገበሩ ንነብሶም ዝፈልጡ ብግዳማዊ ዘይነብሩ ብውሽጦም ስለዚ መን ምዃንካ ትሕትና ክበሃል ከሎ እስኻ ብውሽጣዊ መንነትካ ብልብኻ መን ምዃንካ ኣብ ቅድሚ ኣምላኽን የሱስ ክርስቶስ ኣብ ቅድሚ ኣምላኽን ኣብ ቅድሚ ህዝብን ሲዓቢ ነበረልና ሓደ ነገር ዝተሰወረ የለን ናይ ክርስቶስ ማዕረ ይነብር ነይሩ ጎይታ ይባረክ ከምዚ ይብለና ኣብ ቀዳማይ ቆሮንጦስን ክልተ ዓሰርተ ሓደ ንምንታይ ከም ዝለና ኣብ ቀዳማይ ቆሮንጦስ እቲ ኣብኡ ዘሎ መንፈስ እንተዘይኮይኑ ኣብ ሰብ ዘሎ ነገር ዝፈልጥ እንተዋይ ሰብ እዩ ራይዎ ኣነ ኣብ ውሽጠይ መን ምዃንኩ ዝፈልጥ ኣነ ጥራይ እንታይ ይብለና ቃል ኣምላኽ እቲ ኣብኡ ዘሎ መንፈስ እንተዘይኮይኑ ኣብ ሰብ ዘሎ ነገር ዝፈልጥ እንተዋይ እዩ ከቢድ እዩ ስለዚ ነዛ ነብሰይ ኣነ ፈልጣ ኣምላክ ከኣ ፈልጣ ካልእ ሰብ ግን ክፈልጣ ኣይክእልን ካልእ ሰብ ኮንካ እንትቐርብ እንተ ደኣ ኳንካ ኣባኻ ትሕትና የለን ትሕትና ማለት እዚ እዩ ናይ ውሽጢ ናይ ልቢ ዝገርመኩም ነገር ነምሰንም ለምሳሌ ኣብዚ ክንሪኦ ኮለና ኣብ እሰያስ 14 12 15 ክንሪኦ ኮለና ሲ እቲ ዓቢ ምኽንያት ውድቀት ናይ ድያብሎስን እቲ ዓቢ ውድቀት ናይ ድያብሎስ እቲ ዓቢ ውድቀት ናይ ደቂ ሰባት ናይ ኣዳምን ናይ ህወን ውድቀት እንታይ እንተልካዮ ትሕትና እዩ ሓጢኣት ናብ ደቂ ሰባት ዲያብሎስ ሰይጣን ካብ ዝነበሎ ክብሪ ናብ መሬት ዝተወረወረሉ ምንም ዓይነት ምክንያት የሎ ሓጢኣት ናይ ሓጢኣት ምንጭ ኩሉ ትሕትና ዘይምላው እዩ ብሰንኪ ትሕትና እዩ ጎይታ ይባረክ ክብሪ እግዚኣብሔር ይኹን ኣምላኽና ይመስገን ከምዚ ይብለና መልእኽቱ ኣብ ስያስ 14 12 ስጋብ 15 ዘሎ ከደንቦ ኮና ኣየ ኣታ ብሩኽ ኮኾብ ወዲ ወጋሕታ ከመይ ኢልካ ካብ ሰማይ ወደቅካ ኢሎ ከመይ ኢልካ ውድቀትካስ ቤና እዩ እቲ ዝወደቅካሉ ምክንያት ሲ ካብ ሰማይ ዝወደቅካሉ ሲ ቤና ኣገባብ ኢኻ ኢልዎ እንታይ ኢልዎ ብሩኽ ኮኾብ ወጋሕታ ኢኻ ነርካ ግን ካብ ሰማይ ወዲቅካ ብኸመይ ኢኻ ካብ ሰማይ ወዲቅካ ሕቶይ ኮን ንስኻ ነህዛብ ዘውደቅካ ከመይ ኢልካ ናብ ምድሪ ተደርቤኻ ኢልዎ ከመይ ጌርካ ካብ ክብሪ ከም ዝብለና ንስኻ ብልብኻ ራይ ወዶ ትሕትና ክዛረበ ከሎ ቁጥሪ ዓሰርተ ሰለስተ ንስኻ ብልብኻ ናብ ሰማይ ክድይብ ንዝፋነይ ኣብ ልዕል ኣብ ልዕል ከዋኽብቲ ኣምላኽ ልዕል ከብሎ ኣብ ወሰን ኣብ ወሰን ሰሜን ኣብ ልዕሊ ከረን ማሕበረይ ከቑማ እየ ኣብ ልዕሊ ርእሲ ደመና ክድይብ ነቲ ኣዝዩ ልዑል ክመስል እየ ርኢኻዶ ሰይጣን ዝወደቐሉ ሕጂ ራዮ ኣብ ልቢ ወዲቑ ክመስል እየ ካብቲ ዘለኹዎ እንታይ ኢልዎ ነቲ ኣዝዩ ልዑል ክመስል እየ ናይ ኣዳም ናይ ኣዳም ናይ ህወን ውድቀት እውን ሓደ ዓይነት እዩ ኣብ መጨረሽታ ከም ኣምላኽ ትኾኑ እዩ ዝብል እዚ ኣብ ልቦም ውሽጢ ዝኾንዎ ነገራት የለን ጎይታ ይባረቕ ትሕትና ክንምንታይ ከቢድ ምኾነ ኣብ ክርስትና ኣብ ክርስትና ህይወትና ጎይታ ይባረቕ ስለዚ ዓስቢ ናይ ትሕትና ከ እንታይ እዩ ወደቂ ሰባት ሲ ኣብ ትሕትና ዝነብሩ እንተኾይኖም እንታይ ትዓስቦም እንተልናዮምሲ ሃዋርያት ክንርእዮም ኮለናሲ ኣብ ማቴዎስ ዕስራን ክልተን ዕስራ ኣርባዕተን ዕስራን ሽዱሽተን ክንርእዮ ኮለና ሃዋርያት ከቢድ ነገር ኣብ ውሽጦም ነይሩ መኖም ዓብዪ መሲሉ ከም ዝረአ ከዓ ኣብ ማእኸሎም ክርክር ምጉትን ክርክርን ነይሩ ኣብ ማእኸሎም ኣብ ልቦም ከምዚ ሎሚ ኣብዚ ዘለናዮ መን ዓቢ መን ይበልፅ ዝብል ኣብ ሃዋርያት ዓብዪ ነገር ክርክር ነበር እዚ ከዓ እንታይ እዩ ኣንፃር ትሕትና ኢየሱስ ክርስቶስ ካብኦም ንታሕት ለጠቕ ኢል እንዳነበረ ንሳቶም ግን ካብ መንጎና መን ዓቢ ሰይጣን ዝወደቐሉ ምኽንያት ትሕትና ምስኣን እዩ ኣዳምን ህዋን ኣብ ሓጢኣት ዝወደቕሉ ምኽንያት እሲ ናይ ሓጢኣት ምንጪ ክርስቶስ ክምልሰሎም ከሎ ብ 22 ንስኻትኩም ግና ከምኡ ኣይኮንኩም እቲ ኣባኻትኩም ዓብስ ከም ንእሽቶ እቲ ጎይታውን ከም ግዙእ ደኣ ይኹን። መንፈሳዊ ነገር እዩ። ኢየሱስ ክርስቶስ ዛረቦም ዘሎ ጎይታ ይባረክ ክብርን እግዚኣብሔር ይኹን ኣምላኽና ይመስገን ኣብ ማቴዎስ 23 11 12 ክንሪኦ ከለኻ እንታይ ይብሎም እቲ ካባኻትኩም ዝበልጽሲ ግዙእ ይኹን ንርእሱ ዘልዓለ ክሓስር እዩ ንርእሱ ዘትሓተ ኸኣ ልዕል ክብል እዩ እዚ መንፈሳዊ ፕሪንሲፕል እዩ ማንም ሰብ ኣይቅይሮን እዩ ምክንያቱ ልዕል ዘብለካ ኣምላኽ እዩ ሓደ ሰብ ግን ባዕለይ ልዕል ክብል እየ ተበለ ኣይሰርሕን እዩ ኣብ መንግስቲ ኣምላኽ ኣይሰርሕን እዩ ባዕለይ ልዕል ክብል እየ ተልካ ኣብ መንግስቲ ኣምላኽ ብፍጹም ተኣምር ኣይሰርሕን እዩ ንትሕት ዝበለ ግን ኣምላኽ እንታይ ይገብሮ የልዕለካ ኣምላኽ የልዕለካ ኢየሱስ ክርስቶስ ኢየሱስ ክርስቶስ ሓ ኣብ ፊልጶስ ምዕራፍ ክልተ ክንኮና ጌታ ኢየሱስ ክርስቶስን ልዕል ዘበሎ ምክንያት እንታይ እዩ? ንጌታ ንኢየሱስ ክርስቶስ ኣብ ልዕሊ ኩሉ ልዕሊ ኩሉ ዝገበሮ ነገራት እንታይ እዩ? እቲ ምክንያት እንታይ እዩ? ናይ ኢየሱስ ክርስቶስ ተርእናዮ እዚ እዩ። ኣብ ኣብ ፊልጶስ ክልተ ትሽዓተን ዓሰርተ ሓደን ክርእዮ ከሎ ከምዚ ዝብል ኣሎ ስለዚ ከኣ ኣብ ሰማይን ኣብ ምድርን ኣብ ትሕቲ ኣብ ትሕቲ ምድሪ ዘሎ ኩሉ ብርኪ ብስም ኢየሱስ ምእንቲ ክንብርከኽ ልሳን ዘበለውን ንኽብሪ እግዚኣብሔር ኣብ ኣብኡ ኢሉ ንየሱስ ጐይታ ምዃኑ ክእመን ኢሉ ኣምላኽ ናብ ልዕል ናብ ልዕሊ ዅሉ ልዕል ዘበሎ ካብ ኵሉ ስም ልዕል ዝበለውን ስም ሃቦ። ንምንታይ እዩ ኢየሱስ ክርስቶስ ካብ ኵሉ ነገር ልዕል ዘበሎ? ስም ናይ ጌታ ኢየሱስ ክርስቶስ ከኣ ንምንታይ እዩ ካብ ኵሉ ልዕል ዝበለ? እንታይ እዩ እቲ ምኽንያት? ብዙሕ ግዜ ንሕና ምሳሌ ኣብ መስቀል ቀራንዮ ስለ ዝተሰቕለ ስለ ዝመሃረ ስለ ዝፈወስ ኣይኮነን ጌታ ኢየሱስ ክርስቶስ ልዕሊ ኩሉ ልዕል ክብል ዝኸኣለሉ ምኽንያት ትሕትና እዩ ኣብኡ ንሪኦ ኣብቲ ፊልጶስ ክልተ ሽዱሽተን ሸሞንተን ተርእያ ንሱ ብመልክዕ ኣምላክ ክንሱ ነቲ ማዕረ ኣምላኽ ምዃኑ ከም ምምንዛዕ ኣይረኣዮን ኢየሱስ ልዕል ዝበለሉ ምክንያት ጌታ ኢየሱስ ክርስቶስ ልዕሊ ኩሉ ዝኸበረሉ መልክዕ ባርያ ወሲዱ ንርእሱ ኣሕሰረ፣ ሰብውን መሰለ፣ ብንብረቱ ከም ሰብ ኮይኑ ተራእየ። ርእሱ ክሳዕ ሞት ኣትሓተ፣ ክሳዕ ሞት ኣብ መስቀል እኳ ደኣ ተኣዘዘ። ንጌታ ንየሱስ ክርስቶስ ኣምላኽ ልዕሊ ዅሉ ዝገበረሉ ምኽንያት ብትሕትንኡ እዩ። የሱስ ክርስቶስ ጻድቕ እዩ። ሓጢኣት ስለ ዘይገበረ ገበረ ዘይኮነ ጻድቕ ሞታነ ልዕሊ ኩሉ ክኸውን ልዕሊ ኩሉ ልዕሊ ኩሉ ዝገበሮ ምሳለ ልዕለይኒ ልዕለኹም ኣይኮነን ገይርዎ ልዕለይ ልዕለኹም ኣይኮነን እግዚኣብሔር ኣምላኽ ኤልሻዳይ ኣዶናይል ዝተገልጸ ናይ ኣምላኽ ክብርታት ኩሉ ዝተገጹ ካብቶም ናይ እግዚኣብሔር ኣምላኽ ክብርታት ንኹሉ ላዕሊ ገይርዎ ካባይን ካባኹም ኣይኮነ ካብ ሰባት ኣይኮነ ልዕሊ ኩሉ ገይርዎ ኣብ ኣብ መጽሓፍ ቅዱስ ንፈልጦ ኢና እግዚኣብሔር ኣምላኽ ኤሎሂ እግዚኣብሔር ኣምላኽ ኤልሻዳይ እግዚኣብሔር ኣምላኽ ኣዶናይ ኢልና ንግለጸሎም እግዚኣብሔር ኣምላኽ ኢማኑኤል ኢና ንገልጾም ኣስማት እዞም ኩሎም ናይ ኣምላኽ ናይ ጌታ ናይ የሱስ ክርስቶስ ካብቶም እግዚኣብሔር ኣምላኽ ዝተገልጸሎም ስማት ንላዕሊ ኮይኑ እንታይ ይገይርዎ እንተልካዮ ትሕትኖ ትሕትኑ እዩ ካልእ ኣይኮነን ኣብዚ ኣብዚ ቃል ኣምላኽሲ ይገልጽ እዩ ትሕትኖ ትሕትና ክንድምንታይ ዝኣክል ኣብ መንፈሳዊ ነገር ደረጃ ከም ዘለዎ ጎይታ ይባረቕ ከይንዋሕና ሕፅር ኣቢልና ክንከይድ ኮለና ሲ ተርእዮታ ትሕትና ናይ ዝነብሩ ሰባት ደቂ ሰባት ኣብ ትሕትና ዝነብሩ ሰባት ሲ ብኸመይ ንፈልዮም እስኪ ቁሩብ ንርኣዮም ንተወሰነ ግዜ ምስ ዘለናሲ ደቂ ሰባት ኣብ ትሕትና ትሕትና ዝነብሩ ሰባት ትሕትና ዘለዎም ሰባትሲ ብኸመይ ጌርካ ትፈልዮም? ወይ ሰላም ኣበሃህልኦም ድዩ ወይ ኣካይድኦም ድዩ ወይ ድማ ትሕት ስለ ዝብሉኻ ድዮም ወይ ናናናና እሱ ኣይኮነን ትሕትና ናይ ልቢ ጉዳይ እዩ ትሕትና ናይ ምንታይ ጉዳይ እዩ ናይ ልቢ ጉዳይ እዩ ብግዳም ተርእዮ ነገራት ኣይኮነን። ኣብ ቀዳማይ ብቀዳማይ ደረጃ ነዞም ተወሰኑ ሸውዓተ ነጥብ ንርኣዮም። ሓደ ሰብሲ ብትሕትና ዝነብርስ ብዙሓት ኣለው። ክንገልጽ ኮና ብትሕትና ዝነብር ሰብ ብጎይታ ብየሱስ ክርስቶስ ከም ዝኾን ኮና ኣብ ኩነታት ናይ ምቕያር ዘይኮን ቀልቦም መጠን ርድኢቶም ኣብ ልዕሊ ኩነታት በሪኽ እዩ። ትሕትና ዘለዎም ሰባታት ኣብ ከባቢኦም ዘሎ ዙርያ ክቕየር ኣይኮነን ዝጽበዩ። ነቲ ኣብ ዙርያኦም ዘሎ ነቲ ኣብ ኩነታት ዘለው እቶም ትሕትና ዘለዎም ሰባት ልዕሊኡ እዮም ዝሓስቡ። ነቲ ኩነታት ገጢምዎም ዘሎ ክቕየረሎም ኣይኮነን። ሓደ ሰብ ዘሸግረኒ እንድሕር ኮይኑሲ ከምዚ ኣንታ እግዚኣብሔር ኣምላኽ ዘይተርሕቐለይ ብጌታ ብኢየሱስ ክርስቶስ እዚ ጉዳይ ኣርሕቐለይ እዚ ግበረለይ ኖ ወይ እቶም ትሕትና ዘለዎም ሰብ ልዕሊ እቲ ኩነታት እዮም ዝነብሩ ጎይታ ይባረኽ ኣብ ሮሜ ዓሰርተ ክልተ ከለኹና ብምሕዳስ ሓሳብኩም እንታይ ግበሩ ተቐየሩ ነቲ ዓለም ክትርእዮ ከለኹም ሓሳብኩም ብምሕዳስ ኣብነት ክንርኢ ከለና ኣብ መጽሓፍ ቅዱስ ሙሴ ነታ ተስፋ ዝገበሩላ መዓርን ጸባን እትህብ መሬት ንኽወርስዋ ድሕሪ ኣርባዓ ዓመት ሰላይ ናብኦም ምስ ሰደደ እቶም ዓሰርተ ክልተ ካብቲ ኩሉ ወለዶ ናይ እስራኤል ዝተመርጹ ዓሰርተ ክልተ ክንሪኦም ከለና ከይዶም ክሪኡ ከለዉ ሰሊሎም ክመጹ ከለዉ ኣብ ክልተ ተመቒሎም እንታይ መቒልዎም እቲ ዘጋጠሞም ኩነታት እቶም ዓሰርተ ሰባት መጺኦም ዝረኣይዎ ንህዝቢ እስራኤል ዝዛረብዎ ትኽክል ዘረባ እዮም ዛሪቦም ጌጋ ኣይተዛረቡን እዞም ኣብዛ መሬት እንወርሳ ከነኣን ዘለዉ ሰባት ንሕና ኣብ ቅድሚኦምሲ እንታይና ኢሎም ኣንበጣይና ክብሉ ከለዉ ትኽክል እዩ በየናይ መለክዒ እዮም ነቲ ኩነታት ዝገልጽዎ እንተሎ ኢሎም በቲ ናፍሶም እሶም ዝርእዩ ዘለዉ እቲ ኣብ ከነኣን ዘሎ ህዝብን ኣብ እስራኤልን ንክልቲኡ የወዳድሩ ዘለዉ ትኽክል እዮም ተዛሪቦም ጌጋ ኣይተዛረቡን እቲ ዝረኣይዎ እቲ ናቶም ኤክስፒሪንስ ዝገበርዎን ዝኹነታት ዝረኣይዎን ፅቡቅ ገይሮም ገሊፆም ገሊፆም ኣብ መንጎኦም ግን ክልተ ሰባት ካሌብን እያሱን ግን ነቶም ናይ ህዝቢ ኣብ ዝኡ ዝነበሩ ኣብ ከነኣናውያን ዝነበሩን ምስ እግዚኣብሔር እዮም ኣወዳዲሮም ራዮ ትሕትና ዘለዎም ሰባት ስለዚ እንታይ ኢሎም እዞም ኣብኡ ዘለዉ ሰባትን እግዚኣብሔርን እዮም ኣወዳዲሮም ፍልልዮም ናቶም ነቶም ሰባት ክርእይዎም ከለዉ ብዓይኒ ኣምላኽ ርእዮም ካሌብን እያሱን ነቶም ሰባት ክርእይዎም ከለዉ ብእምነት ብዓይኒ ኣምላኽ ክርእይዎም ከለዉ እቶም ካልኦት ግን ብናይ እስራኤላዊ ዓቕሚ እዮም ርእዮሞ ስለዚ እንታይ ኢሎም እዚኣቶም ሰባት ኣብ ቅድሜና ንዓናስ እንታይ እዮም ኢሎም ሰብ እቲኦም ኣንበጣይና ክንኡ ከለዉ እቲኦም ከዓ እንጀራና እዮም ኢሎም ኣብ ትሕትና ዝነብሩ ሰባት ኩነታት ዘይኮኑ ዝቕይሩ ንኩነታት ብዓቕሚ ኣምላኽ እዮም ዝርእዎ ጎይታ ይባረኽ እዞም ሰባት እዚኦም ብኻልኣይ ደረጃ ክንሪኦ እንከለና እዞም ኣብ ትሕትና ዝነብሩ ሰባት ነቐፌታ ኮነ እርማት ነቐፌታ ኮነ እርማት ብትሕትና ብፍቕሪ እዮም ዝቕበሉ ንምንታይ እዮም ዝቕበሉ ተልካዮም ዝቕበሉ ምክንያት ከ ኢልካ ናብ ንስሓን ናብ ይቕሬታን ናይ ዘለኣለም ለውጢ ዝመፁ ሰባት እዮም ኩሉ ሰዓት ነቐፌታ ይቕበሉ፣ እርማት ይቕበሉ፣ ንኽንስሑ ኮነ እቕረ ንኽብሉ ኮነ ምእዙዛትን ንዕኦም ቀሊል እዩ። ኣብ ትሕትና ዝነብሩ ሰባት ኣብ መጽሓፍ ቅዱስ ኣብነት ብዙሕ ክንጠቅስ ንኽእል ኢና ግዜ ከይንወስድ። ንእርማት ቀልጢፎም እዮም ዝቕበሉ፣ መጎታይ ኣይምጉትን እዩ። ምኽንያቱ ብትሕትና ብሳልሳይ ደረጃ ክንርእዮ እንከለና ንዘይክእልዎ ወይ ድማ ዓቕሞም ዘይፈቕዶ ነገራት ብዘይ ስክፍታ ይገልጹ። ሓደ ነገር ዘይክእልዎ ካብ ዓቕሞም ንላዕሊ ንዝኾነ ነገራት ኣብ ምንታይ ኩነታት ከምሉ ከምዚ ኣብዚ ዘመን ዘለናዮሲ ሓደ ሰብ ከም ዓቕሙ ክዛረብ ትርእዮ። ዓቕሙ ትፈልጦ ኣለኻ ካብ ዓቕሙ ንላዕሊ ዝዛረብ። እዞም ሰባት እዚኦም ግን ካብ ልክዖም ካብ መጠኖም ካብ ዓቕሞም ካብቲ እግዚኣብሔር ኣምላኽ ዘቐመጦም ኣይሓልፉን እዮም። እንታይ ክትብሎ ሓሶት ኣይብጻዮምን እዩ። ብሓሶት ኣይነብሩን እዮም። ሓሶት ኣይብጻዮም እዩ። ሓደ ሰብ ካብ ዓቕሙ ንላዕሊ ይኽእሎ እየ ገብር እየ እንተ ኢሉሲ ይሕሱ እዩ ዘሎ። ሓሶት እዩ ዝሕሱ ዘሎ። እዞም ሰባት ግዚኦም ግን እዞም ብትሕትና ዝነብሩ ብትኽክል መንነቶም ስለ ዝፈልጡ ሓሶት ኣይብጻዮም እዩ። ጎይታ ይባረኽ። ክብሪ ንግዛ ኣብ ራብዓይ ደረጃ ክንሪኦ ከለና ድማ ካብ ምዝራብ ካብ ምዝራብ ትሕት ኢልካ ምስማዕን ምርዳእን ዘዘውትሩ ሰባት እዮም። ኢየሱስ ክርስቶስ ርኢኹሞ እንተኾንኩም ኣይዛረብን እዩ በዓል ጴጥሮስ እዮም ዛረብ ዓሰርተ ገ መን ኢኻ ስኻ ናብዚ ኢኻ እንታይ ክትገብር መፂኻ ተመለስ ገለ ድዕገርግሩ በዓል ጴጥሮስ እዮም የሱስ ኣይዛረብን እዩ ኣሕራር ግዜ መወዳእታ ይዛረብ ወዲ ዳዊት ርድኣኒ ክብል ከሎስ የሱስ ኣይኮነን መጀመርያ ተዛሪቡ ስቕ በል በሎ ገለ ምሻ ኣለካ ቀዲሞም ዝዛረቡ በዓል መን እዮም ተንኳሎ በዓል ጴጥሮስ እዮም የሱስ ክርስቶስ ኣይዛረብ ትሕትና ስለዚ ናይ ምዝራብ ሸውሃት የብሎምኒ ናይ ምስማዕን ናይ ምርዳእን እዩ ሓደ ሰብ ብዙሕ ይዛረብ እንድሕር ዘሎ ኣንነት ማለት እዩ ኣነ ካባኻ እንድሕር ዳ ብዙሕ ትዛረብ ኮይኑ ሰብ ኣነ ካባኻ ይበልፅ ይብለካ ዘሎ ብካልእ ኣዘራርባ ብዙሕ ምዝራብ ማለት ኣነ ካባኻ በልፅ ንዓይ ስምዓኒ ክብለካ ከሎ እንታይ ይደልየካ ኣንነት ይደሊ ዘሎ ካልእ ኣይኮነን ዘርኢ ዘሎ ኣነ ካባኻ ይበልጽ እዩ ዝብል ዘሎ ጎይታ ይባረኽ እዞም ሰባት ትሕትና ዘለዎም ሰባት ግን ሰሚዕኹሞ እንተኾንኩም ብርግኣት እዮም ዝሰምዑኻ ይሰምዑኻ እዮም እግዚኣብሔር ይባረክ ክብሪ ንእግዚኣብሔር ይኹን ኣብ ሓምሻይ ክንሪኦ ከለና ድማ እንታይ እዮም ምፍላጥ ኮነ ሓድሽ ነገር ንክመሃሩ ትሑት ስነ ልቦና ዝወንን እዮም ሓድሽ ነገር ንኽውንኑ፣ ሓድሽ ነገር ንኽፈልጡ፣ ሓድሽ ነገር ንኽምሃሩ ሲ ንዚኦም ሲ ትሑት ስነ ልቦና ዝወንኑ ሰባት እዮም። ስነ ልቦኦም ትሑት እዩ። ኣየጸግሙን እዮም። ጎይታ ይባረክ፣ ክብሪ ንእግዚኣብሔር ይኹን። ብዛዕባ ካልኦት ሰባት ድማ ኣዝዮም ግዱሳት እዮም። ከምቲ ኢየሱስ ክርስቶስ ንዓና ኣዝዩ ግዱስ ዝኾነ እዞም ብትሕትና ዝነብሩ ሰባት ኣዝዮም ምስ ኣምላኽ ብርግኣት ስለ ዝነብሩ ኣዝዮም ብጌታ በኢየሱስ ክርስቶስ ስም እንታይ እዮም ንሰባት ኣዝዮም ግዱሳት እዮም። እዞም ሰባት እዚኦም ክንሪኦም ቀሊል እዩ። ኣብ መወዳእታ ሸውዓተ ክንሪኦ ኮና እንዳ ብርግኣት ብሰላም ብሓጎስ ዝነብሩ ሰባት እዮም። ብርግኣት ብሓጎስ ብሰላም ሃዲኦም ዝነብሩ እዮም። ሽግር ዕግርግር ዝበሃል ነገራት ኣብ ልዕሊኦም የለን። ነዞም ሰባት እዚኦም እውን ብሕሜት ከተልዕሎም ኣዝዮም ረዘንቲ እዮም። ክትሓምዮም ውን ኣይትኽእል ኢኻ ንኽትሓምዮም ተኸንካ ስሞም ኣዝዩ ፐርሰናሊቲ ናቶም ኣዝዩ ረዚን ስለ ዝኾነ ብዝኾነ ነገር ኣይተልዕሎምን ኢኻ ከተልዕሎም ኣይትኽእልን ኢኻ ረዘንቲ እዮም ረዘንቲ ስለ ዝኾኑ ብዝኾነ ነገር ኣልዒልካ ከተልዕሎም ኣልዒልካ ብዛዕባኦም ኣልዒልካ ክትሓሚ ተኸልካ ኦቲ ናቶም ፐርሰናሊቲ ንዓኻ ይጋጨወካ ብጣዕሚ ይጋጨወካ ክቡራት እዮም እንደገና ከ እንታይ ኢሉ ኣዝዮም ድማ ጸለውቲ እዮም ኣብ ሕብረተሰብ ድማ ኣዝዮም ጸለውቲ እዮም ንሕብረተሰብ ናይ ምልዋጥ ዓቕሚ ዘለዎም እዮም ከምዚኦም ብጌታ በኢየሱስ ክርስቶስ ኣብ ሕብረተሰብና ይፈጠሩ እዚኦም ሰባት እዮም ዘድልዩና ኣዝዮም ጸለውቲ እዮም ናይ ደቂ ሰባት ህይወት ናይ ምልዋጥ ዓቕሚ ዘለዎም እዮም ጸለውቲ እዮም ብጣዕሚ ጸለውቲ እዮም እዚኦም ሰባት እዚኦም ምክንያቱ ኣብኦም ሰላም ሓጎስ ክትርኢ ኮለካ እውን እዩ ስለዚ ጎይታ ይባረኽ ክብሪ ንእግዚኣብሔርን ኣብ መወዳእታ ክንመጽእ ኮለና ሲ ኣብ ያዕቆብ ኣርባዕተ ዓሰርተ እስከምዚ ኢል ኣብ ቅድሚ እግዚኣብሔር ትሕት በሉ ንሱ እውን ልዕል ከብለኩም እዩ ልዕል ምባል ካብ ኣምላኽ እዩ ኣነ ብነፍሰይ ልዕል ክብል እየ ተልኪ ዋጋ የብሉን ልዕል ከብለካ ዝኽእልሲ ኣምላኽ እዩ። ኣብ ቅድሚ ኣምላኽ ደቂ ሰባት ኮይና ንሕና ትሕት ክንብል ከነስተውዕል ግግል ኣለና። ልዕል ዘብል ግን መን እዩ? እግዚኣብሔር ኣምላኽ እዩ ልዕል ዘብል እዩ። ስለዚ እዚ ትሕትና ዝበሃል ዘሎ ክንሪኦ ከለና ብሕጽር ዝበለ መንገዱ ክንገልጾ ከለና ብኸምዚ ዓይነት ነቐምጦ ትሕትና ዝበሃል ነገር ንሓሳብና። ትሕትና መንፈሳዊ ብልጽግና ትሕትና መጀመርያ እንታይ እዩ? መንፈሳዊ ብልጽግና ኣብ መዝሙረ ዳዊት ክንርኢ ኮለና ሲ እታ ኣብ ገምገም ፈስ ወሓዚ ማያት ዝተተኽለስ ኩሉ እንታይ ትኸውን ትለምዕን ኩሉ ዝገብሮ ኸኣ ይሰልጦ እዞም ኣብ ትሕትና ዝነብሩ ነገራት ነገራቶም ኩሉ ይሰልጥ ምስ ኣምላኽ ስለ ዘለዎም ርግኣት ስለ ዘለዎም ነገራቶም ሰለ ብናይ ምሉእ ዕብየት ምስ ብቕዓት ድማ ይነብሩ። ዕብየት ድማ ኣለዎም። ማቹሪቲ ዝበሃል ዕብየት እውን ኣለዎም። ምልኣት ኣለዎም። ሙሉኣት እዮም። ብምሉእ ምልኣት እዮም። ሙሉኣት እዮም። ሙሉኣት ስለ ዝኾኑ ብቕዓት እውን ኣለዎም። ናቶም እምነት ክትሪኦ ከለኻ ናቶም እምነት ክትሪኦ ከለኻ ኣብ ቅድማ ንስሙር እምነት ፍጻሜታት እቲ ናቶም እምነት ኣብ መሬት ክመላለስ ከሎ ፍጻሜታት ኣለዎ፣ ፍረ ኣለዎ። እምነቶም ክፈሪ ኢኻ ትሪኦም። ጎይታ ይባረኽ። እምነቶም እንታይ ይኸውን? ስሙር እዩ። እንደገና ከዓ ፍጻሜታት ኣለዎም። እግዚኣብሔር ይባረክ፣ ጎይታ ይመነ። እዛ ዞም ዞም ሰባት እዚኦም ኣብ ለጠቕ ዝበለ ኣብ ለጠቕ ዝበለ ዝነብሩሉ ቦታ ከዓ እንታይ እዩ? ካብቲ ሕብረተሰብ ክረእ ክረእ ይብሉን እዮም። ኣብ ለጠቕ ዝበለ ምእዙዝን ውሕስን እትነብረሉ ስፍራ እዩ ኣብ ለጠቕ ዝበለ እዮም ዝነብሩ ኣብቲ ለጠቕ ዝበለ ኸ እንታይ እዩ ምእዙዝ እዩ ኣብ ለጠቕ ዝበለ ስፍራ እንተ ተቐሚጥካ ዋላ ዋላ ፊዚካል እንተሪእኻዮ ሲ ንፋስ ኣይብገዘካ ቁሪ ይገብረካ ኣብ ለጠቕ ዝበለ ከውሊ ዝቐሚጥካ ኣብ ከውል ኣምላኽ ዝቕመጡ እዮም እንደገና ውሕስ ምእዙዝ ከ እዩ እቲ ቦታ ከዓ እሶም ዝነብርሉ ካብ ዓቕሞም ንላዕሊ ይኮነ ይቆፃፀርዎ እዩ ሓደ ሰብ ትሕትና እንድሕር ዘይብሉስ ኣብ እኮት እዩ ትነብር፣ ኣብ ንፋስ እዩ ትነብር። ምስቲ ክጋጮ፣ ምስቲ ክበኣስ፣ ምስቲ ክዕገርግር ሰላም ዝበሃል ነገረት የብሉን። እዞም ሰባት ግን ኣብ ለጠቕ ዝበለ ቦታ እዮም ዝነብሩ፣ ለጠቕ ዝበለ እዮም ዝነብሩ። ኣብቲ ለጠቕ ዝበለ ኸኣ እንታይ እዩ? ምእዙዝ እዩ። ካብ ዓቕሞም ንላዕሊ ዝኸውን ነይሮም ኩሉ ይእዝዝዎ ማለት እዩ። እንደገና ድማ ውሑስ እዩ። ጸገማ ዝፈጥረልካ ነገራት ኣይኮነን። ኣብ ከምዚ ዓይነት ስፍራ ዝነብሩ እግዚኣብሔር ኣምላኽ ይመስገን ብትሕትና ክንብል ኮለና እዚዩ እዞም ሰባት እዚኦም ኣዝዮም ረዘንት እዮም ሓደ ነገር ኣቕሓሲ ንበሎ ውሽጢ ሙሉእ እንድሕር ኮይኑ ከተልዕሎ ከቢድ እዩ ኣብ ውሽጢ ጥርሑ ዝኾነ ግን ዝኾነ ንፋስን ገለ ከገላበጥ ኢኻ ትርኢ እዞም ሰባት እዚኦም ብዝኾነ ነገር ኣይተልዕሎም ኒኻ ረዘንት እዮም ኣዝዮም ርዝነት ዘለዎም ርዝነት ዘለዎም እዮም ስለዚ እግዚኣብሔር ኣምላኽ ድማ እንታይ እዩ ትሕትና ክምህረና ይገርመኩም ብጣዕሚ ዝገርመካ ነገር እግዚኣብሔር ኣምላኽ ብፀጋ ፀጋ ውህበት ናይ ኣምላኽ እዩ ንሕና ዘለና ፀጋ እግዚኣብሔር ኣይድነቕን እዩ ይገርመኩም እግዚኣብሔር ኣምላኽ ብዘለና ጸጋ ብዘለና ክእለት ብዝሰበኽናዮ ብዝመሃርናዮ ብዘገርንገርናዮ እግዚኣብሔር ኣይድነቕን ምክንያቱ እሱ ብውህበት እዩ እግዚኣብሔር ኣምላክ ግን ብትሕትና ይድነቕ ይግረም ነቶም ኣዝዮም ትሑታት ድማ የበርኾም ሎሚ ሰባት ኣብዚ ዘመንዚ ክንርእዮ ኮለናሲ እንታይ ጸጋ ኣለካ እዮም ዘሎ ትሕትና ዝበሃል የብሎምን እግዚኣብሔር ኣምላኽሲ ነቶም ብጸጋ ዘገልግሉ ዝነበሩ ኣብ ማቴዎስ ክነግረና ኮለሲ ኣገልጊልና ካብ ኹሉ ነገር ኢሎም እቶም ሰባት ግን ናቶም ዝኾነ ትሕትናን ዲስፕሊን ስለ ዘይብሎም እግዚኣብሔር እስኻትኩም ዓመፀኛታት ካባይ እንታይ ግበሩ ኢልዎም ረሓቑ ብጸጋም ኣገልጊሎሞ እኳ፣ ብድንቂ ተኣምር እኳዮም ንእግዚኣብሄር እኳ ዘመኑ ኣጊሎሞ፣ ግን እንታይ እዮም ትሕትና ስለ ዘይነበሮም ካባይ እንታይ ግበሩ ኢልዎም፣ ዓመጸኛታት ካባይ እንታይ ግበሩ ረሓቑ። ሰብ ሎሚ እዚ ይጽግር ዘሎ ትሕትና ዝበሃል ነገር ብምስኣና እዚ ሰይጣን ሓጢኣት ወይ ሰይጣን ሰይጣን ካብ ሰማይ ዝኾነ ኣብ ልብና ዘሎ ነገራት ኣተሓሳስባናን ደረጃናን እዝዩ እግዝኣብሔር ኣምላኽ ይባረኽ ትሕትና ዘለዎም ሰባት ኣብ ሕብረተሰብና ኣብ በተክርስትያንና ንክፍጠሩ እግዝኣብሔር ኣምላኽ ይርዳና ትሕትና ትሕትና ዘይብሎም ሰባት ሙሴ ንደቂ እስራኤላውያን ካብ ግብጺ ንኸውጽኦም ዝተሓጽየሉ ምኽንያት ናይ ሙሴ ካብ ዝነበሮ ናይ ግብፃውያን ደረጃ ኢሉ ሓሰራ መከራ ምስ መን ሕሸኒ ኢሉ ምስ ህዝቢ ትሕትኑ ናይ ሙሴ ርእይዎ ካብ ንግስነት ኣብ ጓስነት ወሪዱ እግዚኣብሔር ኣምላኽ ድማ ልቡ ርእዩ ንሙሴ መረጾ ኣምላኽ ዝመርጸካ ብኸመይ ዝመርጸካ ኣብቲ ላሕቲት ለጠቅ ትብል ከለኻ እግዚኣብሔር ኣምላኽ ሙሴ ድማ ኣብ ታሪክ መጽሓፍ ቅዱስ ዓቢ ሰብ ኮነ ኣብ ፈርኦን ካብ ዝነበረሉ ብምድራዊ ነገር ኣብ ንግስነት ነበረ። ሎሚ ሎሚ ሰባት ክንሪኦም ከለና እግዚኣብሔር ኣምላኽ ጸውዒዎም ሓደ ናይ ሃገር ፕሬዚዳንት ጸውዒዎም ጎዩ። ሙሴ ግን ከምኡ ይኮነ ተቐላቢጡ እዩ ካብ ላዕሊ ናብ ታሕቲ ወሪዱ እግዚኣብሔር ድማ ካብ ታሕቲ ንላዕሊ የውፃእካ ኢየሱስ ክርስቶስ ከምኡ እዩ ስጋ ሞት እዩ ኣብ ሞት ወሪዱ እግዚኣብሔር ኣምላኽ ድማ ካብኡ ድማ የበሪዎ ጎይታ ይርድኣና ስለዚ እንታይ ይብለና ኣብ ያቆብ ክነግረና ከሎ ኣርባዕተ ዓሰርተ ኣብ ቅድሚ እግዝኣብሄር ትሕት በሉ ንሱ ውን ልዕል ከብለኩም እዩ ጎይታ ይባረክ ትሕትና ንምሃር ዶ ድሓር ድማ ትሕትና እንድሕር ጌርና ሲ ኩነታት ክቅየረልና ዘይኮነ ልብና ትሕት ርግእ ነብሎ ኩነታት ክቕየረልና ኣይኮነን ሓደ ሰብ ክቕየረልና ኩነታት ዘይኮነ ንሕና ልዕሊ እቲ ኩነታት ክንነብር ይግብኣና ብትሕትና ከምቲ ካሌብን እያሱን ዝገበርዎሲ ኩነታት ኣይረኣይዎን ንኣምላኽ እዮም ርእዮሞ ንሕና ድማ እግዚኣብሔር ኣምላኽ ከምኡ ይሃበና እሞ ብጌታ በኢየሱስ ክርስቶስ እግዚኣብሔር ኣምላኽ ትሕትና ይምሃረና ኣሜን ጎይታ ይባረኽ።